ሰላም እግዚኣብሔር ምስ ኩላትኩም ይኹን ኣብ ኩሉ ኩርና ዓለም ትርከቡ ናይ ኤልቢ ዩቱብ ተኸታተልቲ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ ከመይ ቐኒኹም ጥዕና ኩሉ ሰላም ድዩ ባይ ወገን ሰላም እየ እግዛብሄር ይመስገን ከምቲ ኣነ ሰላም ዘለኩዎ ንስኩም ድማ ሰላም ከም ትኮኑ ባዓል ትምኑት ተስፋ እየ ነዚ ቻናል ሓደሽቲ ንዝኮንኩም እንኳዕ ዳሕና መጻእኩም ሳብስክራይብ ብምግባር ከምኡ ድማ ናይ ደወል ምልክት ብምንካእ ምብርታዕኩም ኣይፈለየኒ ናይ ደወል ምልክት ብምንካእ ድማ ኖቲፊኬሽን ኣነ ኣብ ዝለቀቅኩዎ ክመጸኩም ደወል ምልክት ድማ ኣብርህዋ ደቂ ዓበይቲ ሸር ምግባር ኹም ድማ ኣይፈለየኒ እንዳበልኹ ነዚ ቻናል ሓደሽቲ ንዝኾንኹም ብድጋሚ እኳዕ ዳሕና መጻኹም እናበልኹ እየ ነዚ ቻናል ቤተሰብ ንዝኾንኹም ድማ ከምቲ ናይ ኩሉ ግዜ እትገብሩለይ ምብረተታ ሓገዝ እቲ እውን ርእይቶ ድማ ኣዝየ እንዳመስገንኹ ሕዚ ድማ ሸር ብምግባር ላይክ ብምግባር ድማ ተሓባበሩኒ ላይክ እንድሕር ገይርኹምዎ ድማ ቪድዮ በዓል ዩቱብ ሸር ክገብሮ እዩ ናብ በዝሒ ሰብ ማለት እዩ ስለዚ ኩራት ኣሕዋተይ ብላይክ ብሸር ድማ ምትሕብባርኩም ኣይፈለየኒ ብሻላኩም እየ ኣብዚ ደረጃ እዚ በፂሐ ዘለኩ እና ናይ ልማዓንቲ ሒዘልኩም መፅየ እኒኹ ከምቲ ኣብ መእተዊ ኣርእስቲ ዝረእኹምዎ ኣብ ከተማ መቐለ ኮይኑስ ኣድሓ ኮረንኮንቺ ዝሽወጥ መሬት ኒኤ ኢለ ሒዘልኩም መፅየ እኒኹ ኣድሓ ኮረንኮንቺ ዝሽወጥ መሬት ኒኦ ህንደይ ካሬ ምዃኑ ክንደይ ዋጋ ከም ዝኾነ ድማ እየ ካብቲ ቪድዮ ምሉእ ክትሰምዕዎ ኢኹም። ክትሰምዕዎ ድማ ካብ መጀመርያ እስካብ መወዳእታ ብትሕትና ይላዎ ማለት እዩ። ሓደሓደ ግዜ ምሉእ ከይሰማዕኹም ኔዎ ድዩ ካርታ ፕላን ኔዎ ድዩ ገለ ኢልኹም ትሓቱ ኣብ ኮሜንት ጠቒሰዮ እንዳሃለኹ እዚ ምሉእ ስለ ዘይተዳምጽዎ ክንደይ ካሬ እዩ ወይም ድማ ክንደይ ዋጋ እዩ ለይትነግርና ወይም ድማ ካርታ ፕላን ከ ኣለዎ ድዩ ስለ እትብሉ እየ ስለዚ ኩራት ኣሕዋተየ ሙሉእ ክትሰምዕዎ ሙሉእ ሓበሬታ ክትሰምዑ ኮንኩም ሙሉእ ቪድዮ ድማ ክተዳምፅዎ እኒኦኩም ደቂ ዓበይቲ እዚ ድማ ኣብ ከተማ መቐለ ኮይኑ ሲ ዓዲ ሓኩረም ኮንቹ እዩ ከም ዝፍለጥ ካብ ቦታ ናብ ቦታ ዝተፈላለየ እዩ ዋግኡ ማለት እዩ ትፈልጥዎ ኢኹም ኩሉ ነገር ኣነ ንዓኹም ዝናገሮ ይኾንኩይ ግን ካብ ቦታ ናብ ቦታ ካብ መንደር ናብ መንደር ድማ ናይ ዋጋ ኣፈላላይ እኒዎ እዩ ማለት እዩ እና እዚ ድማ ፍሉጥ እዩ ዘሎ እዩ ግን ሎሚ ድማ እይ እንድሕር ካርታ ዘይብሉ ኮይኑ ከምዚ ልምጥላም ስለ እንጠራጠር ኩላትና ደቂ ትሽዓንተ ወርሑ ኮይኑ ኣብ መሓዙትና ይኹን ኣብ ማሕበራዊ ሚድያ እንሪኦ ሰብ ተጠሊመ ሽመ ዛውረለይ ለዮሲ ደንጉይኒ ኣነ ገና እየ እኒኦኹ ወይም ድማ ገሊኤን በቃ ጠሊምኒ ኢለን ክበኽያ ተለዋ ናይ ብዙሕ ዓመተን ረሃጸን ዝነበረ ሞራለን ክንካእ ተለዎ እስኻ ድማ ልክዕ ሰብ ስለ ዝኾንካ ልክዕ ናይ ካሊእ ሰብ ዕጻ ከይበጽሐኒ ኢልካ ድማ ብጣዕሚ ኢኻ ትሰግእ እንድሕር ካርታ ሃልዩ ወላው ሽምኻ ወይም ናብ ባዕልካ ቀረባ ቤተሰብ እንድሕር ኮይኑ እንድሕር ኮይኑ ገዛኻ ግን በቃ ምንም እንተስ ከይድካ ተስርሖ እንተስ ኣብ ዝኾንካ ኣስሪሕኻ ትኸዶ ከም ዝደለኻዮ ጌርካ ትነብር ትኽእል ኢኻ ተዘይኮይኑ ግን ድሕር ካርታ ለይብሉ ካብኡ ሽምካ ለላ ባዕልካ ለይዘውር እንድሕር ኮይኑ ብጣዕሚ እዩ ለጠራጥር በቃ ኣብ ጥዑይ ሰብ የውድቐኒ ኢኻ ትብል ትኽእል እምበይ ብፍላይ ድሕሪ ኩነታት ዘሎ ናይ ሰብና ብጣዕሚ ተለዋዊጡ እኒኦ ፍቕሪ ሰብ ዘይኮነሲ ፍቕሪ ገንዘብ በቃ ኮይኑ ሰብና ማለት እዩ በዚ መሰረት ድማ ምጥልላምስ ብጣዕሚ ይበዝሕ ኣሎ በቃ ምጥልላም ጽባሕ ከሕልፈልክ እየ ድሕሪ ጽባሕ ከሕልፈልክ እየ በዚ ሰምን ከሕልፈልክ እየ ላለ ሰብሲ ካርታን ፕላልን ዘይብሉ ስለዚ ክስካብ እግዚኣብሔር ኣምላክ ኣብ ጥዑይ የውድቀና ኢለ እየ ሓደ ሓደ ሰብ ጥዑይ ብሰንኪ ንቁፅ ይነድር ርሑስ እንድዩ ብተንኪ ርጉማን ድማ ምጥልላም ቦዚሑ ኢለ ሰብ ኣብ ጥርጥር ይወድቕሎ ማለት እዩ እና ኩቡራት ኣሕዋተይ እምበኣር ላፍቲ ናይ ሎማዓንቲ ሒዘልኩም መፅየ እኒኦኹ እቲ ቪድዮ ኣብዚ ትሪእዎ ኣለኹም ማለት እዩ ኣብ ከተማ መቐለ ኮይኑ ዓዲ ሓከሮም ኮንቺ እዩ እዚ ከባቢ እታ ልትሽወጥ ገዛስ ናያ መንደር እየ ዘሪኦኩም ኣለኹ ውርድ ኢልካ ካብ ናይ ታክሲ ናይ ታክሲ መጨረሻ ኮይኑ ውርድ ኢልካ ናይ ዓዲ ሓኮሮም ኮንች እዚ መጨረሻ ውርድ ኢልካ እያ እዚኣ ላብ ቤት ህንፀት ኣከባቢ ማለት እዩ ስለዚ እዛ ገዛ ኣየና ምዃና ድማ ክነግረኩም እየ እዚ ዝመንደሩ እዩ ኩሉ ነገር ታይ ይመስል እዚ ከባቢሲ ታይ ይመስል ልምባል እዩ እዚ ንምርኣይ ልኣክል እዩ እቲ ከባቢ ትሪእዎ ኣለኹም ከምቲ ትሪእዎ ኣለኹም እቲ ገዛታት ኩሉ ነገሩ ይርኣየኩም ንፉቕ እኒኦ ቪላ ገዛ እኒኦ ኩሉ ነገር እኒኦ እዩ እቲ መንደር ድማ ብጣዕሚ ደስ በሃሊ ስለዚ እታ ገዛ ትሽወጥ

ታክሲ ወርድ ኢልካ ዘሎ ቤት ህንፀት ኣከባቢ እዩ ስለዚ ዞስብኣይ ዝኸዳ ኣሎኒኦ ብዛፓ ኣሎኒኣ ዛስብኣይ ዝኸዳ ኣሎ ኣብኡ ቅድሚት እያ ኒያ እዛ ትሽወጥ ገዛ እዛ ትሽወጥ ገዛ እሳ እዛ ቅድሚት ዘላ እያ ኒያ ፅንሑ ተመሊሰ ከሪኦኩም እየ ማለት እዩ እቲ ከባቢ ግን ርእይዎ ኣብቲ ቪድዮ ከምቲ ትርእይዎ ዘለኹም እዩ ትመንደርሲ ብጣዕሚ እዩ በቃ ብዘመናዊ ኣሰራርሓ እዩ ዝስራሕ ኣሎ ደስ እዩ ዝብል ኩሉ ነገሩ ማለት እዩ እዚኣ እያ እዛ ትሽወጥ ገዛ እዛ ብሊኮስ ዘለዋ ለላ በቃ ተኣንጎለታውን እያ እዚ ኣዳጅ ወርቅስ ቤተ ክርስቲያን እዩ ብግልዋጠቱ ዱር ነገር ንዮ ማለት እዩ ስለዚ ደቂ ዓበይቲ መዓረይ ድንጉይ ተይለኩም ንእሽተይ ድማ ኣጋጣሚ ኣብ ስራሕ ላኹንኹ ገለ እየ ላጸገመኒ እየ እምበር ኩሉ ግዜ ድማ ተደጋጋሚ ክመጽእ እየ ደቂ ዓበይቲ ማረይ ስለዚ እዙይ ይመስል ናይዚ ቦታ ታልርእኹም ዋያ እታ ተንዲኖ ኣይምን ታብሊኮት ዘላታ ገዛ እያ ታብሊኮት ዝነበረታ ኣሳያታ ገዛ ገና ኣብ ሰረት ነገር ለላ ታብሊኮት ክብል ብለታ ኣሳያታልቲ ሽወጥ እታ ትሽወጥ ድማ ስልኪ ቁፅሪ ኣብዚ ኒኦኩም ኣብቲ ቪድዮ ኒኣትኩም ላብኣ ደዊልኩም ክትደራደሩ ትኽእሉ ኢኹም ዋጋ ካሪኣ ክልተ ሚእቲ ካሪያ እያ ክልተ ሚእቲ ካሪያ እያ ሕጋዊ ካርታ እኒዋ እዩ ዋጋ ድማ ክልተ ነጥቢ ክልተ ሚልዮን ድርድር ድማ ኣለዎ ስለዚ እዛ ስልኪ ቁፅሪ ኣብ ኣኒኣትኩም ብዛ ስልኪ ቁፅሪ ደዊልኩም ክትረዳድሩ ወይ ድማ ምስ ወለድኹም ድዩ ምስ ኣሕዋትኩም ድዩ ምስ ዘለኩም ቤተሰብ ከይድኩም ክትገዝኡ ትኽእሉ ኣብ ዓዲ ተሊኹም ድማ ባዕልኹም ዄድኩም ክትረዳድእዎ ወይም ድማ ተደዋዊልኩም ክትረዳድእዎ ትኽእሉ ኢኹም። ብመሰረት እያ እዛ ስልኪ ድማ ነጊረኩም እኒእኹ። ስለዚ ደቂ ዓበይተዋይ በዚ መሰረት እዛ ገዛ ከምዚ ዝበልኩኹም ክልተ ነጥቢ ክልተ ሚልዮን እያ ዋጋኣ ክልተ ሚእቲ ካሬ እያ። ካርታ ኣለዎ እዩ ቀጥታ ላብ ስምና ክሓልፍ ዝኽእል እዩ ማለት እዩ እና ነዚ ይመስል። ኣብዚ ከባብታት ድማ መብዛሕትኡሲ ታማ ኣብ ከተማ መቐለ ስርካሽ እኒኦ ኣብ ካሊእ ከተማ ግን ብጣዕሚ ክባር እኒኦ ምናምን ንብል እኒና ደማ እው ኣንል ከም ዝልዕዘቦ ኣለኹሲ ኣብ ከተማ መቐለስ ደሓን እኒኦ ይመስል መሬሲ ዝሓሸ እኒኦ ይመስል ኣብ ካሊእ ከተማታት ግን ብጣዕሚ ክባር እኒኦ ብዝኾነ ናይ ዋጋ ኣፈላላይ ናይ ቦታ ኣፈላላይ ይውስን እዩ ዋላ ሓደ ከተማ ንናእሰ ይኹን ገለ ይኹን ድሕር ማእኸል ኮይኑ ግድን እዩ ክውስኽ እዚ ድማ ውስን ዝበለ ኮይኑ ድማ ምስቲ ናይ ማእኸል ዋጋ ተመሳሳሊ ነገር ክኾን ይኽእል እዩ። ግን ዋና ግን በቃ ኣብ ጥዑይ ሰው ተውዲቕና ጥዑይ መሬት ኮይኑ ኣብ ጥዑይ ሰብ ተውዲቕና ግን በቃ ምንም ትብል ኣይትኽእል ኣብ ዝኾነ ኮይኑስ በቃ ልሓዝናዮ ብእሙናት ሰባት ተገዚእና በቃ እሙን ሰብ ኮይኑ ዝልገዛእናዮ ሲ እሙን ሰብ ተኮይኑ ብቻ እቲ ካርታይ ፕላኒ እንድሕር ሃልዎ እንድሕር ሽምካ ሓሊፉ በቃ ምንም ማለት ይኮነ ብሕጊ ስለ ዝተሓዝ እንድሕር ሕጋዊ ዘይኮነ እዩ በቃ ዘስገእካ ካልእ ይኮነ ዘስገእካ ዘሎ ግን ኣብ እምነት ጸኒሑ ምናምን ተባሂሉ ግን ትሰብ ላብለ ይኮን ጭንቂ ስለ ለኣትለሎ እዩ ሎም እምበይ ካልእ ምንም ለጠራጥረካ ነገር የለይ እንድሕር ሕጋዊ ቦታ ኮይኑ እንድሕር ሕጋዊ ዘይኮነ እንድሕር ሕጋዊ ለይኮነ እዩ በቃ ትጥርጥር ለሎ ሓውካ ይኹን መብዛሕትኡ ብሓወይ ተጠሊመ ብሓፍተይ ተጠሊመ ብነይ ተጠሊመ ምናምን ድብል ደንዮ እዩ ትጠራጠር ኢኻ ኩላትካ ደቂ ትሽዓንተ ወርሒ ስለ ዝኾንካ ትጠራጠር ትኽእል ኢኻ ምጥርጣር ዘሎ እዩ ዘይጥርጥር ፍጡር ዘይጠርጠር ኣይፈጡር እዩ ድዩ ታይ ዝበሃል ዘሎ ከምኡ እዩ ዝኾን ዘሎ ስለዚ ኣሕዋተይ መዓረይ ኣውጥዑ የውድቐና ብቻ ስደትና ሓፂሩ ወልዓድና ብሰላም ይመልሰና ህዝብና ድማኢ ካብዚ ዘሎ ማለተይሲ ድሕሪ ኩነታት ካሊእ ሰብ ስለ ተቐይሩ ስለ ዘሎ ኩሉ ሰብሲ ናብ ዝነበረና እምነትና ናብ ዝነበረና ሓሳባትና ድማ ይመልሰልና እንዳበልኩ ስለዚ ናይ ሎማዓንቲ ሒዘልኩም ዝመጻኹ ዓዲ ሓክሮን ኮንቹ ኮይኑ ክልተ ሚእቲ ካሬ ክልተ ሚእቲ ካሬ ኮይኑ ክልተ ነጥቢ ክልተ ሚልዮን ድርድር ድማ ኣለዉ እዩ ኢለ ሒዘልኩም መፅየ ነይረ ብካሊእ ትሕዝቶ ካሊእ ግዜ እስካብ ንራኸብ ድማ ቻው ድሓን ቐንዩ ሰሰናይ ንዓኹም ሰላም የራኽበና ጽነ ኢልኩም ስለ ዘዳመጽኩምኒ ኣዝየ እንዳመስገንኹ ቻው ሰላም ቕንያት